ሰላም ዝኸበርኩም ተኸታተልቲ መደባት ናድያና ኢንተርቴንመንት ከመይ ትኾኑ? ንምክታልኩምን ምትባዕኹምን ኣቐዲመ የመስግን። ብምቕጻል ናብቲ ኣብ ናሆም ሞቲቬሽናል ወርድስ ተዳልዩ ዘሎ መደብ ከብለኩም። ሰላም ተኸታተልቲ መደባት ናይዚ ኣብ ናድያና ኢንተርቴንመንት ዝፍኖ መደብ ናሆም ሞቲቬሽናል ወርድስ ናይ ሎሚ ትሕዝቶና ናይ ልቦና ወይ ከዓ ናይ ጥበብ ቃላት ዝብል ኮይኑ ነዚ መደብ ዘቕርበልኩም ናሆም ወልደረፋኤል ነዚ መደብ ተገዳስነት ክትከታተሉ ብኽብሪ የዕድም ናይ ልቦና ወይ ከኣ ናይ ጥበብ ቃላት። ብውሑዳት ዝፍጠሩ ጌጋታት ሓቀኛ ዝምድናኻ ኣይተቋርጽ፣ ምኽንያቱ ወላ ሓደ ምሉእ ዝበሃል ሰብ ስለ ዘየለ። ኩሉ ግዜ ኣብ መወዳእታ ምሉእ ሰብ የለን፣ ፍቕሪ ግን ኩሉ ግዜ ልዕሊ ምሉእነት እዩ። ካብ ብቕንዕና ዘይቀርቡኻ ሰባት ተኣማንነት ምጽባይ ኣቋርጽ። እዚ ናይ ግዜ ጉዳይ እዩ፣ ፍጹም ተስፋ ኣይትቑረጽ፣ ምኽንያቱ። መዓልትኻ ክትመጽእ ስለ ዝኾነት በፍጹም ምምሃር ኣይተቋርጽ፣ ምክንያቱ ህይወት ምስ ትምሃር ስለ ዘይተቋርጽ። ንሰባት ብዛዕባ መደባትካ ምዕላል ዘይኮነ ውጽኢት መደባትካ ኣርዮም። ነፍሲ ወከፍ ቃንዛ ትምህርቲ ይህብ፣ ነፍሲ ወከፍ ትምህርቲ ከኣ ንሰብ ይቕይር። ተስፋ ኣይትቑረጽ፣ ምኽንያቱ ኩሉ ነገር ኣብ ምጅማሩ ጥራዩ ከቢድ። ኣብ ትዓርቀሉ መልሲ ኣይትሃብ፣ ኣብ ትሕጎሰሉ መብጽዓ ኣይትእቶ፣ ኣብ ትሓዝነሉ እውን ኣይትወስን። ንካልኦት ጽቡቕ ምስ እትምነ፣ ጽቡቓት ነገራት ተመሊሶም ናባኻ እዮም ዝመጡ። ህይወት ኣዝያ ጽብቕቲ እያ። ሓደ መዓልቲ፣ ሓደ ሰዓት፣ ሓደ ደቒቕ ኣብ ህይወት ምሉእ ንካልኣይ ግዜ ክድገሙ ኣይክእሉን እዮም። ስለዚ ጽልእን ባእስን ገዲፍካ ምስ ኩሉ ሰብ ፈቃር ኩን። እምነት ኩሉ ነገር እዩ። ሓንሳብ ምስ ኣፍረስካዮ ይቕሬታ ምሕታት ግን ትርጉም የብሉን። በፍጹም ንቅናኣት ሰባት ኣይትጽላእ፣ ምኽንያቱ ንዓኻ ልዕሌና ኢሎም ስለ ዝሓስቡ እዮም ዝቐኑ። ብሓደ ዝበደለካ ወይ ዝጎድኣካ ሰብ ኣይትብከ፣ ፍሽኽ ብምባል ካባኻ ዝበልጽ ሰብ ንኽደሊ ዕድል ስለ ዝሃብካኒ የመስግነካ በሎ። ኣብ ህይወተይ ሓደ ብሉጽ ትምህርቲ ተማሂረ፣ ንስምዒታትካ ዝኸውን ዕዳጋ የለን። ስለዚ ንስምዒታትካ ክተዋዕወዕ ዘይኮነ ንነገራት ዘለካ ኣመለኻኽታ ኣርኢ። ኣብ ልዕለይ ዘለካ ተገዳስነት ንምርኣይ ኢልካ ናብ መቓብረይ ከይትመጽእ። ኣብ ልዕለይ ዘለካ ተገዳስነት ሕጂ ብህይወት ከለኹ ኣርእየኒ። ህይወት ሓጻር ግዜ ጎያዪ ኣይድገም ኣይምለስ ስለዚ ንኹላ ኣጋጣሚታት ከከም ዝመጽኡን ኣብ ግዜኡን ኣስተማቕሮ። ሽግራት ናብ ህይወትካ ኸዕኑኻ ዘይኮነ ነቲ ሕቡእ ሓይልኻን ዓቕምኻን ንኸይጎድልካ እዮም ዝመቱ። እንተ ደኣ ንስኻ ንሓደ ሰብ ሓጊዝካ ገለ ነገር ትጽበ እንተኾይንካ ስለዚ ንስኻ ለዋህ ሓጋዚ ዘይኮንካ ሸቃጣ ኢኻ። ግዜኻ ንዝበደሉኻ ሕነ ኣብ ምፍዳይ ኣይተጥፍእ ምክንያቱ ንሶም በደሎም ተረዲእዎም ናብቲ ናትካ መስመር ክመፁ እዮም ክቡራት ተኸታተልቲ ነዚ መደብ ብተገዳስነት ተኸታቲልኩም ክትኮኑ ተስፋ ይገብር። ምትብባዕኹምን ርእይቶታትኩምን ኣይፈለየኒ። ከምኡውን ቀዳሞት ተኸታተልቲ ናይዚ መደብ ክትኮኑ ሳብስክራይብ ከምኡውን ሸር ክትገብሩ ይላቦ። ኣብ ዝመፅእ መደብና ብሰላም የራኽበና። ሰላም ንኹልና።